ደሃይ ኤሪ ናይን ሜድያ
መርሓባእ ከመይ ትኾኑ እታ ተኸታተልቲ ናይዛ መደብ ከመይ ትኾኑ ንሎሚ ኣብዚ መደብ እዚ ኣዳሊናዮ ዘለና ትሕዝቶ ፍልይ ዝበለ እዩ ፍሉይነቱ ከዓ ኣብ ወሃብቲ ኣገልግሎት ዘተኮረ ሰሚናር ብሚኒስትሪ ቱሪዝም ዞባ ማእከል፣ ብክፍሊ ቱሪዝም ዞባ ማእከል ተማእኪሉ ሚኒስትሪ ሕርሻ፣ ሚኒስትሪ ጥዕና፣ ሚኒስትሪ ሃብቲ ባሕሪ ዝተሳተፍዎ ወሃብቲ ኣገልግሎት ኣብ ምሃብ ኣገልግሎት ብፅፈትን ብብቕዓትን ንተገልገልቲ መታን ክህቡ እንታይ ኢና ክንገብር ዘለና ዝብል ዝተፈላለየ ኣስተምህሮ ኣብ ክልተ መዓልቲ ተዋሂቡ ኣሎ። እዚ መደብ እዚ ናይ ብሓቂ ኤርትራ ከም ኩልና ንፈልጦ ንቱሪዝም ኣዝያ ተባሃጊት ሃገር እያ። ብሰላማ ብዘለና ፍሕሹው ኣቀባብላ ጋሽ ኣብ ምቅብባል ዘለና ባህሊ ኣዝዩ ኣገዳሲ እዩ። እዚ ግን ብምንታይ ክሕገዝ ክኣ ኣለዎ በቲ ኣብ ኣብቲ ወሃብቲ ኣገልግሎት ቤት መግቢ ድያ ቤት መስተ ኣትዩ ዝረኽቦ ኣገልግሎት ብልጥፈቱ ጽሬቱ ዝተሓለወ ክኣ ክኸውን ስለ ዘለዎ ነዚ ዘማእከለ ኣስተምህሮ ተኻይዱ ነዚ ኣስተምህሮ እዚ ጽቡቕ ብዝበለ እቶም ወሃብቲ ናይቲ ፕረዘንተሽን ወይ ክኣ መደብ ዘቕረቡ ወይ ክኣ ኣስተምህሮ ዝሃቡ ኣካላት ካብ ሚኒስቲ ሕርሻ፣ ሚኒስቲ ጥዕና፣ ክፍሊ ቱሪዝም ዞባ ማእከል እውን ሓደ መደብ ሒዞም ነይሮም። ተወሳኺ እውን ሚኒስትሪ ሃብቲ ባሕሪ እውን ናይ ምስ ዓሳ ብዝተኣሰር ሓደ ሰሚናር ሂቦም ነይሮም። ነዚ ፅቡቕ ብዝበለ ናባኹም ከነቕርቦ ኢና። ምቁፅፃር ብውሁድ ብተሳታፍነት ናይቶም ኣብ ካልእ ኣብተን መሻርኽቲ ትካላት ዘለዉ ተቋፃፀርቲ ሓደ ቲም ቆይሙ ነቲ ስርዓተ ምቁፅፃር ዝሕይለሉ መንገዲ እዚ ግን ብንቕሓት ናይቲ ብኣፍልጦ ወይ ከዓ ብፍልጠት ናይቶም ተቖፃፀርቲ ዝበሃሉ ጉጅለታት ንክካየድ ተባሂሉ ዝተታሕዘ መደብ እዩ። ናይ ሰራሕተኛታት ፅሬት ንባዕሉ እቶም ኣብቲ ትካል መግቢ ዘዳልው፣ መግቢ ዘቕርቡ፣ ዝተሓጋገዙ ሰራሕተኛታት ብሙሉኦም ውልቃዊ ፅሬቶም ከመይ ኣሎ ዝብል እውን ምኽንያቱ መግቢ ክብከል እንተድኣ ኮይኑ ብሰለስተ ነገራት እዩ ዝብከል ሓደ ዘይጥዑይ ምግቢ ካልኣይ ሰብ ሳልሳይ ከኣ እንስሳ። ሕጂ
ቀንዲ እቲ እቲ ሰብ ክነቕሓሉ ዘለዎ ኢልና ንሓስቦ ቀንዲ ከኣ መሰረታዊ ነገር ብዛዕባ መግቢ ብዛዕባ ኣተሓሕዝኡን ኩሉ ብዛዕባ ፐርሰናል ሃይጂን ገለ ኩሉ ዝነበረ ከኣ ጽቡቕ ኔሩ ማለት እዩ ሓፈሻዊ ሕጂ እቲ ተበግሶ ናይቲ ኢንስፔክሽን ኢሉ ጀሚሩ ዋላ ነቲ ትምህርታዊ ዝነበረ ነገራት ንዑኡስ ፊት ልክዕሲ እቲ ክላስ ምስኡስ ፊት ዝገብር ነይሩ ማለት እዩ። ኣብ ሓደ ነጥቢ ክንመጽእ ኣብ ሓደ ሓሳብ እንታይ እንታይ ንቆጻጸር ብደቂቕ ዝበለ ክንፈልጥ ዝሕግዝ እዩ። ካልኣይ ምስ ብቕዓት ናይ ዓሳ እሞ ከኣ ቀልጢፉ ክባላሾ ዝኽእል መግቢ ስለ ዝኾነ ኣፍልጦ ናይቲ ህዝቢ ይኹን ኣፍልጦ ናይቲ ተቆጻጻራይ ክብ ንምባል እዩ። እቲ ንቕሓት እናዕበየ ክኸይድ ከሎ ክጎድል ግድነት እዩ፣ ግን ገለ ገለ ንዝረኣዩ ነገራት ከኣ እቲ ጎስጓሳት ቀጻሊ እዩ ዘሎ። ሚኒስትሪ ሕርሻ ቀጻሊ እዩ ጎስጓስ ዝገብር ዘሎ። ነዚ ንምውጋድ እውን ነዚ ስሕስሕት ኢሉ ዘጋጥም ነበረ ተርእታት ንምውጋድ ሚኒስትሪ ሕርሻ ቶታሊ እቲ ቀመማዊ ሕርሻ ዝበሃል ወይ ከኣ ኣብ ጸረ ባልዕ ዝተመርኮሰ ሕርሻ ኣወጊዱ ናብ ባህርያዊ ሕርሻ ወይ ከኣ ናቹራል ባዮሎጂካል ወይ ከኣ እዚኦም ባህርያውያን መቆጻጸሪ ሕማማትን ባልዓትን ንምጥቃም ስለ ዝሰርሕ ዘሎ ካብቲ ፍልይ ዘብላ ግን እዚኣን ዝያዳ ዝያዳ ጽቡቕ ስጥመትን ውህደትን ክህልዋ ናይ ሓባር ርድኢት ክህልወና እዛ ድገበርናያ ብጣዕሚ ኣገዳሲት እያ ምኽንያቱ ከማና ተቋጻጸርቲ ናይ ካልኦት ትካላት እሞ ንሓደ ዕላማ እሞ ንሓደ ሓቢርካ ትገብሮ ነገር ደሓር ጽቡቕ ስለ ዝኾነ ውጽኢቱ ከኣ ኣዝዩ ኣዕጋቢ ክኸውን ስለ ዝኽእል ኣዝያ ኣገዳሲት።
ዙራሞ ዘምቤላ ዓድኻ ሃብታምያ ሰጣሕ ሆይ ወላኻ ናይ ሂወት ሕጹነት እዩ። ብመጀመርታ የመስግነካ ነዚ ዕድል ዝሃብካኒ። ብምውሳኽ ዕላማ ናይዚ መደብ እዚ ሓደ ነቲ ተልእኾ ናይ ክፍሊ ቱሪዝም ዞባ ማእከል ሓደ ካብ ዝኾነ እዚ ብቕዓት ትካላት ወሃብቲ ኣገልግሎት ቱሪዝም ንምዕባይ ዝብል ንዕኡ ንምህራም ወይ ከዓ ንዕኡ ተጨባጢ ንምግባር ዝካየድ ዘሎ ስራሕ እዩ። እዚ መደብ እዚ ምስ መሻርኽቲ ትካላት ኮይንካ ከመይ ጌርካ ውሁድ ስርዓተ ቁፅፅር ትካላት ወሃብቲ ኣገልግሎት ተተኣታቱ ኢሉ ዝተታሕዘ መደብ እዩ። እዚ ድማ ቅድሚ ሕጂ እቲ ናይ ምቁፅፃር ትካላት ዝበሃል ትካላት ወሃብቲ ኣገልግሎት ብፍላይ ድማ ኣብ ናይ መግቢ ኣገልግሎት ዝህባ ትካላት ብደረጃ ክፍሊ እዩ ክግበር ጸኒሑ። ዝተፈላለየ ኣስተምህሮታት ንተቖጻጸርቲ ናይ ክፍሊ ቱሪዝም እንዳሃብካ ክካየድ ጸኒሑ። ኣብ ዝተፈላለየ ኣጋጣሚታት እውን መሻርክቲ እንዳዓደምካ ነቶም ተቖጻጸርቲ ኣስተምህሮ እንዳሃብካ ይካየድ እዩ። ሕጂ ግን ነዚ መደብ እዚ ክንሕዝ ዝደረኸና መደብ ሓደ እቲ ምቁጽጻር ብውሁድ ብተሳታፍነት ናይቶም ኣብ ካልኦ ኣብተን መሻርኽቲ ትካላት ዘለዉ ተቋጻጸርቲ ሓደ ቲም ቆይሙ ነቲ ስርዓተ ምቁጽጻር ዝሕይለሉ መንገዲ እዚ ግን ብንቕሓት ናይቲ ብኣፍልጦ ወይ ከኣ ብፍልጠት ናይቶም ተቋጻጸርቲ ዝበሃሉ ጉጅለታት ንክካየድ ተባሂሉ ዝተታሕዘ መደብ እዩ። ስለዚ እቲ ቀንዲ ዕላማ ብውሁድ ምስ መሻርኽቲ ንምስራሕ ብቐጻልነት ከኣ ንምሓዙ ተባሂሉ ዝተሰርዐ መደብ እዩ ማለት እዩ። እዚ ዝካየድ ዘሎ ስልጠና ብሓፈሻ ሚኒስትሪ ቱሪዝም ምስ ሚኒስትሪ ሕርሻን ሚኒስትሪ ጥዕና ብምውሃድ ነቶም ተቆፃፀርቲ ኣብ ወሃብቲ ኣገልግሎት ዝገብሩን ክኢላታትን ዘተኮረ ናይ ክልተ መዓልቲ ሕፅር ዝበለ ስልጠና እዩ። ኣብዚ ከዓኒ ነቲ ቀመማዊ ብከላ ድሕነት ምግቢ ዝብል ወይ ከዓ ኣብ ኬሚካል ኮንታሚኔሽን ወይ ከዓ ብቀመማዊ ብከላ ኣብ ምግቢ ዝስዕብ ብፍላይ ከኣ ኣብ ሕርሻዊ ቀመማት ደተኮረ ናይ ሕጽ ድበለስ ዳይ ዳዕሪምና ትምህርቲ ነራ ማለት እዩ እዚ እንታይ እዩ እቲኦም ሕርሻውያን ቀመማት ድበሃሉ ኣብ ብግቡእን ብውሕስን ኣገባብ ተዘይተጠቂምናሎም ኣብ ጥዕና ሕብረተሰብ ኣዝዮም ጎዳእቲ ስለ ዝኾኑ ብፍላይ ከዓኒ ግዜኦም ወይ ከዓ እቲ ካብቲ ተኽሊ ድዩ ካብ እንስሳ ዝወፅሉ ግዜ ከይሓለኻ ናብ ዕዳጋታት ምቕራብ ወይ ናብ ተጠቃማይ ምቕራብ ደምፅኦ ሳዕቤናት እንታይ ይመስል እንታይ ክግበር ክኽእል ኣለዎ ነዚ ንምባል ብሓፈሻ እውን ናብቲ ካብዚ ወፂኦም እቶም ሓረስቶት ናብ እቲ ባህርያዊ ሕርሻ ዝበሃል ንክሰጋገሩ ዘለዎም ንስሕሻ ዝወሰዱ ስጉምቲ ንዕ ንምባል ማለት እዩ ዘተኮረ ነይሩ ግን መብዛሕትኡ ግዜ ሰብ ናብቶም ሕርሻውያን ቀመማት ጥራሕ ንመግቢ ዝብክሉ ዝመስለና ግን ዋላ እቶም ናይ ፅሬት መሳርሒታት ዝበሃሉ ወይ ከዓ እቶም ከም በዓል ሊሊ በረኪና ዝኣመሰሉ ብግቡእ እንተ እንተዘይነፅሆም ንመግብና ክብክሉናን ከበላሽውልናን ስለ ዝኽእሉ እዚኣቶም እውን ከም በከልቲ መግቢ ተራዮም እንታይ ዓይነት ጥንቃቐ ክግበር ኣለዎ ንዝብል ሕፅር ዝበለ ናይ ሓደ ፍርቂ ሰዓት ትምህርቲ ይህብና ኣለና ማለት እዩ
ኣርእስቲ ብዛዕባ ዓሳ ኣብ ዓድና ገማግም ባሕርና ኣብ ግምት ኣእትዩ እቲ ቀረብ ዓሳ እንዳበዝሐ እንዳዓበየ ተጠቀምቲ እውን እንዳበዝሑን እንዳዓበዩን ይኸዱ ስለዘለዉ ኣብኡ ክንገብሮ ዝግበኣና ኣብ ኣተሓሕዝኡ፣ ኣብ ኣተዓቓቕብኡ፣ ኣብቲ ብዙሕ ብብዝሒ ዝመፅእ ዘይሕጋዊ ዓሳ እንታይ እንታይ ጥንቃቐ ክንገብር ከምዘለና ዝገልፅ መብርሂ እዩ ነይሩ ማለት እዩ እቲ ኣርእስቲ።

ሕጂ እቲ ዘቕረብክዎ ጽሑፍ ብሓፈሽኡ ኣብ ወሃብቲ ኣገልግሎት ቱሪዝም፣ ናይ መግቢ ኣገልግሎት ዘቕርባ ወሃብቲ ኣገልግሎት ቱሪዝም ካብ ምቕባል ጥረ መግቢ ጀሚሩ ክሳብ ኣገልግሎቱ ወዲኡ ዝጎሓፍ ኣተሓሕዛ ዝምልከት እዩ። ብፍላይ ኣብቲ ምቕባል ንብሎ ሕጂ ሓደ ካበይ ምንጪ ናይቲ ዝቕበልዎ መግቢ ሕጋዊ ድዩ? እቲ ኣቕራቢ መግቢ፣ ሳፕላየር ንብሎ ማለት እዩ፣ ስጋ እንተኾይኑ፣ ዓሳ እንተኾይኑ፣ ካብቶም ሕጋውያን ኣቕረብቲ ድዮም ዘቕርብዎ ወይስ ብኢደወነኖም ሓሪዶም ወይ ካብ ዘይሕጋውያን ገፈፍቲ ዓሳ ድዮም ዝዕድግዎ? እዚ ንባዕሉ ነቲ መወዳእታ ንዓሚል ተቕርቦ መግቢ ጽልዋ ኣለዎ፣ ብከላ ን ሕማምን እዩ ዝኸውን ማለት እዩ። ስለዚ ካብዚ ይጅምር። እቲ ንቕበሎ መዓልቱ ዘይሕለፈ ቅቡል ዝኾነ መግቢ ምስ ተቐበልና ድሕሪኡ ከመይ ጌርና ነቲ ዝተቐበልናዮኸ ንኽዝኖ? ኣብ ደረቕ መኽዘን ክኽዘን ዘለዎ? ኣብ ዝሑል ከባቢ? ኣብ ዝሑል መኽዘን ክኽዘን ዘለዎ ጽሬት መኽዘን ኣናጹ ይኹን ካልኦት ሓሸራታት ክረኽብዎ ዘይክእሉ ወይ ክራብሑሉ ምቹእ ዘይኮነ መኽዘን ኣብ ምድርዳር ናይቲ ንብረት ንባዕሉ ዝብላዕን ዘይብላዕን ናይ ጽሬት ናውትን መግብን ፈላሊኻ ብምቕማጥ፣ እዚ እውን ርእሱ ዝኸኣለ ኣብቲ ብከላ መግቢ ወይ ከኣ ምምራዝ መግቢ ንብሎ ናቱ ዝኾነ ኣስተዋጽኦ ኣለዎ ማለት እዩ። ድሕሪኡ ዝመጽእ እቲ ምድላው ማለት እዩ። ከነዳልዎ ከለና ኣብ ከመይ ዓይነት ክሽነ ኢና ነዳልዎ? እቶም ኣብ ክሽነ ዘለዉ ናውትና ክሳዕ ክንደይ ጽሩያት እዮም? መምተሪና ክሳዕ ክንደይ ጽሩይ እዩ? ኣብቲ ስጋ ዝመተርናሉ ኣብኡኸ ሰላጣ ዲና ንመትር ወይስ ኣሕምልትን ስጋን ካልኦትን ነናቶም ዝኾነ ዝተኸፋፈለ መምተሪ ኣለዎም። እዚታት እውን ሓደ ኣካል ናቱ እዩ ነይሩ ማለት እዩ። እቶም ንምቕራብ መግቢ ንጥቀመሎም ናውቲ እውን ፅሬቶም ንባዕሉ የገድሰና ማለት እዩ። ካልእ ኣብኡ ዝተዘራረብናሉ ኣርእስቲ እዚ ናይ ሰራሕተኛታት ፅሬት ንባዕሉ እቶም ኣብቲ ትካል መግቢ ዘዳልው፣ መግቢ ዘቕርቡ፣ ዝተሓጋገዙ ሰራሕተኛታት ብሙሉኦም ውልቃዊ ፅሬቶም ከመይ ኣሎ ዝብል እውን ምኽንያቱ መግቢ ክብከል እንተድኣ ኮይኑ ብሰለስተ ነገራት እዩ ዝብከል ሓደ ዘይጥዑይ ምግቢ ካልኣይ ሰብ ሳልሳይ ከኣ እንስሳ እዞም ሰለስተ እዚኦም እዮም ንሓደ መግቢ ዝብክልዎ ስለዚ እቲ ዘይጥዑይ መግቢ ንብሎ እቲ መግቢ ክመጽእ ከሎ ብመሰረቱ ወይ ኤክስፓየር ዝገበረ ወይ ዝተባላሸወ ምንጩ ዘይፍለጥ ምስ ዝኸውን ካልኣይ እቲ ንዑ ዘዳልዎ ሰብ ሕሙም ምስ ዝኸውን ወይ ዝኾነ ሕማም ዘለዎ ወይ ከኣ ጽሬቱ ናይ ምሕላው ልምዲ ዘይብሉ ሰብ ይኸውን ስለዚ ነቲ መግቢ የባላሽዎ ማለት እዩ እንስሳ ድማ ልክዕ ከምኡ ጥዕነኣን ዘይተሓለዋ እንስሳታት ካብኣን ንረኽቦ ጸባን ስጋን ውጽኢቱን ድማ ኩሉ ግዜ ንጥዕናና ጠንቂ ይኸውን ማለት እዩ። ስለዚ እዚ እውን ርኢናዮ። ኣብ መወዳእታ ዝረኣናዮ ኣርእስቲ ድማ እዚ ኩሉ ምስ ገበርና እቲ ካብ ምድላው መግብን ካብቲ ንህቦ ኣገልግሎትን ዝርከብ ጎሓፍ ኣተሓዛና ከመይ ክኸውን ኣለዎ? ምክንያቱ ሓደ ትካል ጥራይ ኣብታ መእንገዲት ክፍሊ ኩሉ ብልጭልጭ ድብል ኩሉ ጽሩይ ሰብ ኣትዩ ነታ ዝሪኣ ጥራይ ተሓጒሱ ክወጽእ ዘይኮነ ነቲ ብድሕሪት ድሕሪ መጋረጃ ዘሎ ነታ ትካል ትንፋስ ሂብዋ ዘሎ ክፍልታት እሱዩ ንዓና ዘገድሰና ክሽነ ሽቓቑ መኽዘኑ ኣጓሓፋ ኣተሓሕዛ ጎሓፉ እዚ ነቲ ብቕድሚት ዝውሃብ ኣገልግሎ ብቑዕን ጥዕና ዘለዎ ኣገልግሎትን ንምሃብ ምኽንያቱ ንሱ እዩ። ኣብ ቅድሚት ወሃ ዘበለ ክፍሊ ኣዳሊኻ፣ ሰብ ኮፍ ክብሎ ምቹእ ክፍሊ ኣዳሊኻ፣ በቲ ሓደ ወገን ንሱ እውን ቅቡል ከምኡ ክኸውን እዩ ዘለዎ። ኣብቲ ውሽጢ ኣቲኻ ግን ብኣንጻሩ ብርስሓትን ብናይ ኣተሓሕዛ ጉድለትን፣ ንመግቢ ዝብክል ኮይኑ እንድሕር ጸኒሑ ኩሉ ግዜ እቲ ኣብቲ ቅድሚት ዝወሃብ ኣገልግሎት ሰብ ይሕምም ኣሎ ማለት እዩ። ስለዚ ከምዚ ኢልና ካብ ምቕባል መግቢ ጀሚሩ ምኽዛን፣ ምድላው፣ ምኽሻን፣ ንዓሚል ምቕራብ፣ ኣብ መወዳእታ ከኣ ኣጎሓሕፋ ዝምልከት ነዚ ዘጠቓለለ ኣስተምህሮ እዩ ነይሩ ማለት እዩ። እወ ብጣዕሚ ኣገዳሲት እያ ምክንያቱ ምስ ህልው ኩነታት ብዛዕባ ድሕነት መግብን ኣተዓቓቕብኡን ዝምልከት እዩ ምክንያቱ ቀንዲ ከኣ ነዚ መግቢ ብኸመይ ይብከል ታህዋስያን በከልቲ ኣብ መግቢ በዓል መን መን መን እዮም ንምጥቃስ ማለት እዩ ክግበር ዝኸእሎ ምክልኻል ከ እንታይ ኣብ ምንታይ ኣተኪርና ምክልኻሉ ክንገብር ከም ዘለና ከኣ ዘተኩር እዩ ነይሩ ብጣዕሚ ኣገዳሲ እዩ ነይሩ። ሐራይ እዚ ብሚኒስትሪ ቱሪዝም ዝተኻየደ ናይ ኢንስፔክሽን ዝነበረ ንክልተ መዓልቲ ዝቐፀለ ትምህርቲ ብጣዕሚ ፅቡቕ ነይሩ። ከም ጀማሪት መጀመርታ ዝተሳተፍኩ ኣኼባ ብምዃኑ ከዓኒ ብጣዕሚ ፅቡቕ ገላፅን ነይሩ። ንዝመፅእ ከዓ ቀፃሊ ኮይኑ ምስቲ ዝተምሃርናዮ ሞያን ትምህርትን ማለት እዩ ኣብ ቀፃሊ ከዓ ክንሰርሓሉ ከዓኒ ይላቦ ማለት እዩ።

ኣገዳስነቱ ኣዝዩ ዓቢ እዩ ማለት እዩ። ሓደ እቲም ተቆጻጸርቲ ኣብ ዝተፈላለየ ሴክተር ስለዘለና ኣብ ሓደ ነጥቢ ክንመጽእ ኣብ ሓደ ሓሳብ እንታይ እንታይ ንቆጻጸር ብደቂቕ ዝበለ ክንፈልጥ ዝሕግዝ እዩ። ካልኣይ ምስ ብቕዓት ናይ ዓሳ እሞ ከኣ ቀልጢፉ ክባላሾ ዝኽእል መግቢ ስለዝኾነ ኣፍልጦ ናይቲ ህዝቢ ይኹን ኣፍልጦ ናይቲ ተቆጻጻራይ ክብ ንምባል እዩ። እቲ ቀንዲ ኣብቲ ብቕዓት ክንዛረብ ከለና ኣብ ኣርባዕተ ነጥቢ ዘተኮረ እንድዩ። እቲ ቀዳማይ ውሕስነት እዩ ማለት እዩ። እቲ ሴፍቲ ኣብ ሴፍቲ ዘተኮረ እንታይ ክንገብር ኣለና ኣብ ትሕዝቶኡ ኣብ መቐረቱ ኣብ ዓይነቱ ኣብ ሰሓብነቱ ነቲ ትቕርቦ ነቲ ተገልጋላይ ኣብ ወሃብቲ ኣገልግሎት ንኣብነት ነቲ ተገልጋላይ ዝቕርቦ መግቢ ዓሳ ከመይ ክኸውን ኣለዎ ካብ ሰራሕተኛ ጀሚርካ ካብ ትካል ፅሬት ጀሚርካ ኩሉ ኣብ ግምት ዘእተወ ናይ ውሕስነት እዩ ማለት እዩ እቲ ቀንዲ ኣዝዩ ከዓ ኣገዳሲ እዩ ማለት እዩ ምክንያቱ ሴፍቲ ክንብል ከለና ውሕስነት ክንብል ከለና ሲ ብዙሕ ነገር እዩ ንኣብነት ሓደ ሃገር ዜጋታቱ ጥዑያት ኮይኖም ዝግባእ ካብቲ ዜጋ እታ ሃገር ትደልዮ እንተ ንክትረክብ እንተ ኮይና መጀመርያ ብቑዕን ጥዑይን ሕብረተሰብ ክህሉ ኣለዎ። ስለዚ ኣብቲ መግቢ ኣብቲ ዝምገቦ መግቢ ከኣ ውሕስነቶ ዘይተረጋገጸ እንተ ኮይኑ እቲ ናይ ሃገር ኩሉ ነገር ክህሰ እዩ ማለት እዩ። ኣብ ቱሪዝማዊ ሳይት እንተ ርኢኻ ብጀካ እቲ ዝረኣ ሳይታት ምሻሉ እቲ መስሕብ ቱሪዝም ዝበሃል ቦታታት ጥራሕ ዘይኮነስ ኣብቲ ዝቕረብ መግቢ እውን ውሕስነት ክረጋገፅ ኣለዎ ቱሪዝም እንተ ክዓቢ ኮይኑ ማለት እዩ። ስለዚ ኣብዚ ብፍላይ ኣብ መግቢ ዓሳ ኣተኪርና ክንሰርሕ ከም ዘለና እዩ ማለት እቲ ኣርእስቲ ነይሩ። እወ ሕጂ ኣተኩሮና ኣብ ተን ኣገልግሎት ዝህባ ኣብ ናይ መግቢ ኣገልግሎት ዝህባ ትካላት እንድዩ እዚ ከኣ ብኣተሓሕዛ መግቢ ድሕነት መግቢ እንታይ እዩ ኣብ ዕቃበ ስጋን ውጽኢት ስጋን ጸባን ውጽኢት ጸባን ዓሳ ካብ ኩሉ እቲ ንመግቢ ሪለይትድ ዝኮነ ወይ ምስ መግቢ ዝተሓሓዝ ኣገልግሎት ዝህባ ትካላት ነገልግሎት ዝቕርብኦ ቀረባት ኣተኪሩ ኣብ ኣተሓሕዝኡን እንኮላይ ኣብቲ ናይቶም ሰራሕተኛታት ፅሬትን ፅፈትን ኣተኪሩ ዝቐርብ ዘሎ ኣርእስታት እዩ። ብተወሳኺ ብክፍሊ ቱሪዝም ከዓ ንስነ ምግባር ናይ ምቁፅፃር ዝምልከት እውን ከም ኣርእስቲ ተታሒዙ ይወሃብ ኣሎ ማለት እዩ። ኣብዚ ሕጂ ካብ ክፍሊ ሕርሻን መሬትን ጨንፈር ኣገልግሎት ቁፅፅር ዞባ ማእከል ዝመፁ ክኢላታት ኣለዉ። ካብ ጨንፈር ሚኒስትሪ ጥዕና ዞባ ማእከል ዝመፁ ክኢላታት ኣለዉና። ካብ ጨንፈር ሃብቲ ባሕሪ ዞባ ማእከል፣ ጨንፈር ሕግን ስርዓትን፣ ፖሊስ ዞባ ማእከል ከይተረፈ ኣለዉ። ኦፍኮርስ እቶም ኣቕረብቲ ካብዘን ናይ ጨንፈር ጥዕና ዞባ ማእከል፣ ጨንፈር እዞም ሕጋጋት ቁፅፅር ናይ ዞባ ማእከል ፕላስ እዞም ጨንፈር ሃብቲ ባሕሪ ማለት እዩ ክፍሊ ቱሪዝም ሓዊስካ እቶም ኣቕረብቲ ካብዚኦም ዝተዋፅኡ እዮም። እቶም ተሳተፍቲ ናይዚ ግን እዘን ዝጠቐስክወን መሻርኽቲ ኣብአን ዝርከቡ ተቖፃፀርቲ ትካላት ማለት እዩ። ተቖፃፀርቲ ጉጅለታት ወይ እቶም ተቖፃፀርቲ ዝበሃሉ ሰራሕተኛታት ናይተን ትካላት እዮም ዝሳተፍዎ ዘለዉ ማለት እዩ። ኣብ መወዳእታ ሓበራዊ መረዳእታ ሒዝካ ምስ ወፃኻ ከመይ ጌርና ብውሁድ ነዚኦም ከም ጉጅለ ኣቑምና ናብተን ትካላት ንልእኾም። ነቶም ትካላት ከዓ ሕጂ ከም እቲ ቁፅፅር ክንብል ከለና ሕጂ ከምዚ ክትሃድኖም ወይ ከዓ ደድሕሪኦም እንዳኸድካ ክትቀፅዕ ገለ ኣይኮነን፣ ንቕሓት ንምዕባይ እዩ። ንስኻ መጀመርታ ፈሊጥካ ብፍልጠት ነቶም ትካላት ኬድካ ከዓ እንታይ ዓይነት ኣማእዛኒ ዝኾነ ሓሳባት ክትህቦም ትኽእል ነቲ ብቕዓቶም ንምዕባይ ወይ ንምምሕያሽ ዝተታሕዘ መደብ እዩ። ድሕሪ እዚ እውን ምናልባት ከይጠቐስክዎ ክሰግር ዘይደሊ፣ ድሕሪ እዚ መደብ እዚ ናብተን ትካላት ዝቐንዐ እውን ንቕሓተን ኣብ ምዕባይ ዝተታሕዘ መደብ እውን ኣሎ ማለት እዩ።
ኣገዳስነት ናይታ ትምህርቲ ክንሪኦ እንከለና እንታይ እዩ ኣብዚ ግዜ እዚ ኣብ ብደረጃ ዓለም እውን ክረኦ እንከሎ እቲ ኣሰካፊ ኮይኑ ዘሎ እዚ ሕርሻዊ ቀመማት ብከላ ሕርሻዊ ቀመማት ኣብ ምግቢ እዩ። እዚኦም ከኣ ኣብ ነዊሕን ሓፂርን ግዜ ኣብ ጥዕና ሕብረተሰብ ጎዳእቲ ስለ ዝኾኑ እንተ ደኣ እቶም ተቖፃፀርቲ ወይ እቶም ክኢላታት ነዚ ፈሊጦሞ ፀኒሖም ነቶም ወሃብቲ ኣገልግሎት ዝበሃሉ ከይዶም ክምህርዎም ከለዉ ወይ ከኣ ነቶም ኣከፋፈልቲ ድዮም ሸየጥትኩም ከሮ እንታይ ዓይነት ፕሮዳክት ክገዝኡ ኣለዎም ትድገዝዎ ፕሮዳክት ሕርሻዊ ቀመማት ተበከለት ደኣ ኮይኑ ወይ ከዓኒ እቲ መድሃኒት እንስሳ ትወስድ ዝነበረ ፀባኣ መድሃኒት ካብ ነብሳ ከይወፀ እንተ ደኣ ተገልጋላይ ይቐርብ ኣሎ ከምፅኦ ዝኽእል ሳዕቤን ዓብ ስለ ዝኾነ ምስቲ ዘሎ ህልው ኩነታት እውን ሓደ ሓደ ግስሕት ኢሉ ናይ ብከላ ኮሚደረ የጋጥም እዩ ኣብ ሃገርና እውን ምስዚ ኩነታት ዝቢልካ ኣገዳሲ ትምህርቲ ኣየ ድብል ምክንያቱ ኩሎም ተቆጻጻራይ ወይ ከዓ ኩሉ ኣብ ምቁጽጻር ዝነጥፍ ኣካል እንተ ብሕርሻዊ ቀመማት ክመጽእ ዝኽእል ብከላ ፈሊጥዎ ንሕብረተሰብ ከምኡ እንዳበለ እንዳሰፍሐ ከይዱ ኣብ ሕብረተሰብ እውን ጥንቃቐ ክገብር ስለ ዝኽእል ነዚ ንምባል ኣገዳሲት ትምህርቲ እያ ነይራ ይብል። ሃብታም ብተፈጥሮ ዓዲ ወሓ ይዝርዋ በዓልቲ ዓበይቲ ኸነ ዓበይቲ ተባዕ ትሽዓተ ቢሄራት ተባዕ ህዝባ ወራሪ ከበሳ ፍልፍል ሰለሙና። እወ ሕጂ ኣብኡ እዩ ናቲ ሓደ ሃጓፍ ዋላ ነዚ ስልጠና እዝን ነቲ ብድሕሪኡ ዝቕጽል ስርሓትን ንምውዳብ ምኽንያት ዝኾነና ሰብ እናሓመመ ብመቕጻዕቲ ገንዘብ እንተኣከብካ ዋጋ የብሉን። ሕጂ እቲ ዝበለጸ እንታይ እዩ ሰብ ከይሓምም እቲ ኣቕራቢ ወይ እቲ ዋና ትካል ንቕሓቱ ዓብዩ ጥዕንኡ ዝተሓለወ ጽሬቱ ዝተሓለወ መግቢ ከቕርብ ከሎ ዓሚል ድማ ገንዘቡ ከፊሉ እቲ ግቡእ ኣገልግሎት ክረክብ ከሎ ንሕና እሱ እዩ ድሌትና ምኽንያቱ ዜሩ ዜሩ ሰብ ከይሓምም እዩ እቲ ድሌትና ስለዚ እዚ ዕላማ ናይዚ መደብ ተወዲቡ ዘሎ እውን ኩሎም መሻርኽቲ ኣካላት እኮ በብናቶም ቁፅፅር ኣካይዲኦም ኣስተምህሮ ይህቡዮም መጠንቀቕታ ይህቡዮም ኩሉ ዕላምኡ ብተናፀል ይፍፅም እዩ ግን ከምዚ ኢልና እንድሕር ተወዲብና ብሓንሳብ ወፊርና ግን እቲ ንቕሓት ዝያዳ ኣቓልቦ ይረክብ። ኣቓልቦ እንተ ረኺቡ ድማ እቲ ትግባረ ብሓጺር ግዜ ክንረኽቦ ንኽእል። ከምኡ እናበልካ ድማ ኣብቲ ናይ ባህርይ ለውጢ ክንመጽእ ንኽእል ኢና። ስለዚ እቲ ዕላማ ናይዚ ውዳበ ንሱ እዩ። ኩል መሻርኽቲ ኣብዚሕካ ዝለዓለ ኣቓልቦ ረኺብካ እቲ መልእኽትኻ ምሕላፍን ጎስጓስ ምክያድን እዩ። ብጣዕሚ ኣገዳሲ እዩ። ምኽንያቱ ቅድሚ ሕጂ ኣብ ንኡሳን ዞባታት ከይድና ዝኾነ ጎስጓስ ንገብር ኢና። ብተወሳኹን ቁጽጽራዊ ስራሓት ኣብዘን ትካላት ናይ መመስርሒ ትካላት፣ ንገብር ኢና። ካብቲ ፍልይ ዘብላ ግን እዚኣ ዝያዳ ዝያዳ ጽቡቕ ስጥመትን ውህደትን ክህልዋ ናይ ሓባር ርድኢት ክህልወና እዛ ዝገበርናያ ብጣዕሚ ኣገዳሲት እያ። ምኽንያቱ ከማና ተቛጻጸርቲ ናይ ካልኦት ትካላት እሞ ንሓደ ዕላማ እሞ ንሓደ ሓቢርካ ትገብሮ ነገር ደሓር ጽቡቕ ስለ ዝኾነ ውጽኢቱ ከኣ ኣዝዩ ኣዕጋቢ ክኸውን ስለ ዝኽእል ኣዝያ ኣገዳሲት ብጣዕሚ ጽቡቕ እየ ዝብላ። ሕራይ ሕጂ ኣብዘን ዝነበራ ኮርሳት ማለት እዩ። ኣብ ካልእ ዞባ እንዴ ነይረ ሕጂ ኣብ ካልእ ዞባታት ትሪኦ ዝነበርካ ስራሓት ኣብ ዞባካ ኣብ ዞባ ማእከል መጼ ክሪኦ ከለኩ እቲ ስራሕ ከኣኒ ብጣዕሚ ጽቡቅ ማለት እዩ ሕጂ ቀንዲ እቲ እቲ ሰብ ክነቅሓሉ ዘለዎ ኢልና ንሓስቦ ቀንዲ ከኣኒ መሰረታዊ ነገር ብዛዕባ መግቢ ብዛዕባ ኣተሓሕዝኡን ኩሉ ብዛዕባ ፐርሰናል ሃይጂን ገለ ኩሉ ዝነበረ ከኣኒ ጽቡቅ ነይሩ ማለት እዩ ሓፈሻዊ ሕጂ እቲ ተበግሶ ናይቲ ኢንስፔክሽን ኢሉ ተጀሚሩ ዋላ ነቲ ትምህርታዊ ዝነበረ ነገራት ንዑኡስ ልክዕሲ እቲ ክላስ ምስኡስ ፊት ዝገብር ነይሩ ማለት እዩ ሓፈሻዊ ጽቡቕ ኮርስ ነይሩ ማለት እዩ። ጽቡቕ።
ቀንዲ እቲ ኣድህቦ ኣብቲ ዘይሕጋዊ ንግዲ ዓሳ እዩ። ምኽንያቱ፣ ኣብ ዓንቀጽ ናይቲ መንግስቲ ናይ ሚኒስትሪ ሃብቲ ዋሕሪ እውን ሓደ ዓሳ ካበይ ተበጊሱ ስጋዕ ኣብታ ብያቲ ናይቲ ተመጋቢ ዝበጽሕ እንታይ እንታይ መስርሕ ክሓልፍ ኣለዎ ኣብ ሕጊ ሰፊሩ ኣሎ ማለት ነዚ ጥሒሱ ዝሰርሕ ሓደ ዘይሕጋውያን ብዙሕ ንግዲ ይበዝሕ ስለ ዘሎ ምንጩ ካእ ስለ ዘይፍለጥ ሃዛርድ እዩ ማለት እዩ ነቲ ህዝቢ ጎዳኢ ስለዝኾነ ካብዚ ክጥንቀቕ ኩሉ ህዝቢ ከኣ ካብተን ወረቐት ዘለወን ወግዓውያን ዝኾና ትካላት ዓሳ እንዳገዝኣ ክጥቀም ካልኣይ ንርእሲኡ እቲ ተገልጋሊ እንታይ እንታይ ጥንቃቐ ክገብር ከምዘለዎ ኣብዚ ኣፍልጥኡ ክዓቢ ከምዘለዎ ኢዩ ቀንዲ ተገዳስነት ዘለና ኣብ ቁጽርጽር ናብ ንገብረሉ ግዜ ብብዝሒ ዘጋጥመና ዓሳ እቲ ብጥንቃቐ ኢዩ በቃ ኣፍልጦ ንክዓቢ ብዙሕ ምኽሪ ንህብ ኢና። ብወረቐት መልክዕ ሕጽር ዝበለ ምኽርታት ብምሃብ ንቃለስ ኣለና ንሕና። ብዝኾነ ምትሕውዋስ ናይ ዓሳ ምስ ካልእ መግቢ ፍልይ ዝበለ ፍሪጅ ክህልዎ ከም ዘለዎ ሓዋዊስካ ኣብ ልዕሊ ጸዓዒንካ ምቕማጥ ዘጋጥመና ተደጋጋሚ እዩ ማለት እዩ። ብግቡእ መቓቒልካ ዘይምቕማጥ፣ ንኣብነት ሓንቲ ዓሳ እንታይ ኢና ንመክር ንሕና ብጥሉሉ ካብ ትካል ካብቲ መሸጣ ዓቢ ዓሳ መዘርግሒ ዓሳ መሰምጸናዮ ብጥሉሉ ከሎ በብጠለብ ክቑረጽ ከም ዘለዎ ኢና ንሕና ንመክር እዚ ከኣ ንምንታይ እዩ እቲ ዓሰርተ ግዜ እንዳውጸኻ መሊስካ ናብ ፍሪጅ እንዳእተኻ መሊስካ እንዳውጸኻ ዝመጽእ ብከላ ንምቕናስ በብጠለብ ተቖሪጹ ብግቡእ ብፕላስቲክ ተጠምጢሙ ንዓሳ ተፈልያ ዝተቐመጠት ፍሪጅ ኣብኡ ክዕቀብ ከም ዘለዎ ኢና ንመክር ማለት እዩ። ኣብዚ ቁሩብ ምስቲ ዘሎ ናይ ንግዲ ድዩ ምስቲ ንብረት ዘይምርካብ ድዩ ኣብኡታት ምትሕውዋስ የጋጥመና እዩ ብዙሕ ስለዚ ኣብዚኣ ብጣዕሚ ወሃብቲ ኣገልግሎት ክጥንቀቑ ከም ዘለዎም ኣቐዲሞም

እወ ሕጂ እቲ መምዘኒና ሓደ መጀመርታ እቲ እማመ ክቐርብ ከሎ እውን ናይ ልዕሊ ሓሙሽተ ዓመት ተመክሮ ኣብ ናይ ምቁጽጻር ትካላት ዘለዎም ተባሂሎም እዩ ክቐርብ ተገይሩ ማለት እዩ። እዚ ናብተን መሻርኽቲ ትካላት ተላኢኹ በቲ መምዘኒ መንገዲ እዩ ከኣ ተላኢኽልና እቶም ዝሳተፉ ዘለዉ ማለት እዩ። ሕጂ ኣቐዲምና እውን ምስቶም ኣቕረብቲ ሓደ ናይ ዘተ መደብ ወዲብና። ብኸመይ መገዲ ክተሓዝ ኣለዎ ኣብ ዝብል ኣርእስቲ ምስ ተዘራረብና ኣገዳስነቱ ካብኦም ዝተወሰነ ሓሳባት ረኺብና ኢና ነቲ መምዘኒ ኣውጺእናዮ ማለት እዩ። ምኽንያቱ ብተናጸል ዝግበር ናይ ቁጽጽር ኣካይዳ ነቲ ንሓስቦ ዘለና ተልእኾ ዕዉት ክገብሮ ስለ ዘይክእል ብውህደት ንሰርሓሉ መንገዲ ንኽንፈጥር ተባሂሉ እዩ ነቲ ተመክሮ ኣብ ግምት የእትዩ ከምዝምረጹ ተገይሩ ማለት እዩ። ኣብ ባይታ እዚ ቀመማዊ ብከላ ኣብ ብፍላይ ካብ 2018 ኣትሒዙ ቁሩብ ይረአ ነይሩ ግን ንሕና ከም ተቆጻጸርቲ ኣብ ዞባ ክሳብ ዘለና ምስ ሃገራ ምስ ሚኒስትሪ ሕርሻ ብዓብይቲ ክፍሊ ብምውሃድን ምስ ካልኦት ዞባታት ዘለዎ ከማና ተቆጻጽ ብምውሃድ ናብ ዝተሓተ ደረጅኡ ከም ዝበጽሕ ጌርና ኢልና ምኽንያቱ ምስቲ ብሓሰኻ ተበሊዑ ዘጋጥሞም ዝነበረ ንሽግራት ንምቁጽጻር ኢሎም ኬሚካላት ይጥቀሙ ተበከለ ኮሚደረ እውን ናብ ዕዳጋታት ክረእ ጀሚሩ ነይሩ እንተኾነ ግን ሳላ ዝተገብረ ፅዑቅ ጎስጓሳትን ኣስተምህሮታትን ሓረሶት ዝተኮረ ወይ ከዓ ነቶም ኣብ መስራሕቲ ትካላት ንሸቃጦ ንገለ እንዳተዋሃበ ነቶም ሸርሻሮ እንዳተዋሃበ ስለ ዝኸደ ሎሚ ኣብዚ ግዜ እዚ ናብ ድሓሸ ደረጃ በፂሕና ኣለና ኢና ንብል ኣሎ የለን ኣይትብልኒያ ምክንያቱ ኩል ግዜ እቲ ንቕሓት እናዕበየ ክኸይድ ከሎ ክጎድል ግድነት እዩ ግን ገለገለ ንዝረኣዩ ነገራት ከዓ እቲ ጎስጓሳት ቀፃሊ እዩ ዘሎ ሚኒስትሪ ሕርሻ ቀፃሊ እዩ ጎስጓስ ትገብር ዘሎ ነዚ ንምውጋድ እውን ነዚ ስሕስሕት ኢሉ ዘጋጥም ነበረ ተወርታት ንምውጋድ ሚኒስትሪ ሕርሻ ቶታሊ እቲ ቀመማዊ ሕርሻ ዝበሃል ወይ ከዓ ኣብ ፀረ ባልዕ ዝተመርኮሰ ሕርሻ ኣወጊዱ ናብ ባህርያዊ ሕርሻ ወይ ከኣ ባዮሎጂካል ወይ ከኣ እዚኦም ባህርያውያን መቆጻጸሪ ሕማማትን ባልዓትን ንምጥቃም ስለ ዝሰርሕ ዘሎ እዚ እውን ነቲ ስሕስሕት ኢሉ ዘጋጥም ዝነበረ ተርእዮታት ናብ ዝተሓተ ደረጅኡ ንክወርድ ሓጊዙ ኣሎ ማለት እዩ። ብጣዕሚ ጽቡቕ እዩ ምኽንያቱ ተነጻጺልካ ዝግበር ዕውት ኣይመጽን እዩ ኩሉ ግዜ ውህደት ኣብ ዝኾነ ዝኾነ ነገር ውህደት እንድሕር ኣለካ ኮይኑ ንሓደ ዓወት ንክትበጽሖ ኣዝዩ ኣገዳሲ እዩ ምኽንያቱ እስኻ በቲ ናትካ ንበይንኻ ትገብሮን ሓቢርካ ትማየጦን እቲ ናቲ ይማላላእ ምምላእ ኣሎ ማለት እዩ እቲ ናትካ ዝጎደለካ እሶም ክምሉእልካ ይክእሉ እዩ እቶም ንዖም ዝጎደሎም ከኣ ንስካ ክትምልኣሎም ትክእል እሞ እዚ ብጣዕሚ ኣገዳሲ እዩ ክድፋኣሉ ኣለዎ ኣብዚ ጥራይ ዘይኮነ ኣተኪሩሲ ንዝያዳ ንቀጻሊ ተደፊእሉስ ናይ ሓባር ኣብ ሓደ ክንበጽሓሉ ንክእል መንገዲ ኣብ ሓደ ርድኢት ክንበጽሓሉ ንክእል ምክንያቱሲ ኣቢልና ኣቢልና እንታይ እዩ ንሓደ ዕላማ እዩ እታ ድሕነት መግቢ ትብልሲ ኣዝያ ኣገዳሲት እያ ናይ ኩሉ ትካላትካ ናብ ሓደ ትጠምር እያ ምክንያቱ ወላ እቲ ፕረዘንተሽን እንተሪኢኻዮ ናብ ኩሉ ሓደ ዘተኮረ እዩ ምክንያቱ ድሕነት መግቢ ስለ ዝኾነ ስለዚ ድሕነት መግቢ ክንብል ከለና ብዛዕባ ሰብ ኢና ንዛረብ ዘለና ሰብ ከዓኒ ኣዝዩ ክቡር እዩ ምክንያቱ ብዛዕባ ጥዕና ሰብ ብዛዕባ ሕብረተሰብ ትዛረብ ኣለኻ ድሕር ኮይንካ ከዓ ብዛዕባ ድሕነት መግቢ ኣገዳሲ ስለ ዝኾነ እዚ ሓቢርና ክነተኩረሉ ወይ ከኣ ክንደፋኣሉ እንድሕር ሕጂ ውን ክንደግመሉ ዘለና ኣካይዳ መስለኒ። ሕራይ እቲ ክእረም ዘሎ እቲ ቀዳማይ ኩለን እዘን ዝሓለፍ እዘን ዝበልኩኻ ደረጃታት እንድየን ዘገድሳና ካብ ምቕባል መግቢ ክሳዕ ምጉሓፍ ኣብ ኩለን ከኣ ዘጋጥም ጌጋታት ኣሎ ደሓን ሓሓደ እንተጠቒስና ማለት እዩ ንኣብነት ኣብ ምድላው መግቢ ሓደ ካፕሬቶ ዘቕርብ ቤት መግቢ ጤል እንድሕር ኣብ ካንሸሉኡ ድሓርድ ኮይኑ እዚኣ ሕጂ ጌጋ እያ ምክንያቱ ጥዕና ናይቲ እንስሳ የገድሰና እዩ እዚ ማቸለያ ከይዱ ተመርሚሩ ኣብኡ ተሓሪዱ መጺኡ ከቕርብ ከሎ ንዕኡ እውን ዕጋበት ኣለዎ ካብ ተሓታትነት እውን ይድሕን እቲ ዓሚል ከዓ ድሕነቱ ይሕሎ ኣሎ ማለት እዩ ሕጂ ሓደ ውሑስ ምንጪ ንዕድገሉ ቦታ ማለት እዩ እቶም ኣቕረብቲ ዝዕድግሉ ቦታ ሕጋውነቱ ዝተረጋገጸ ክኸውን ኣለዎ። ጥዑይ መግቢ ምዕዳግ የድልዮም ማለት እዩ። ድሕሪኡ ኣብ መኽዘን፣ ኣንጭዋ ትኣትዎ መኽዘን፣ ኩሉ ዓይነት መግብታት ተሓዋዊሱ ዝቕመጠሉ መኽዘን እንተድኣ ኮይኑ ድማ እዚ ሕጂ ንብከላ የቃልዓና ማለት እዩ። እቲ ዘጋጥም ጌጋ ኣብ ኣብቲ ንተፍትሽ ንኸደሉ እዋን ዘጋጥመና ጌጋታት ማለት እዩ። ሕውስውስ ድበለ መኽዘን የጋጥመካ፣ ጽሬቱ ደይሓለወ፣ ኣቀማምጥኡ ጌጋ፣ ስርዓት ዘይብሉ ይጸንሓካ። እዚ ሕጂ። ናይ ፅሬት ኣቑሑትን ናይ መግቢ ንብረትን ኣብ ሓደ ይተሓወስ ናቱ ዝኾነ ሳዕቤናት ከ ኣለዎ ማለት እዩ። ካልእ እውን ኣብ ምድላው መግቢ ንኣብነት ስጋ ክምተሮ ዝፀንሐ ሰላጣ ወይ ካልእ ትመትረሉ እዚ እውን ስግረ ብከላ ንብሎ ሳዕቤናት ኣለዎ። ብግቡእ ዘይሰርሕ ፍሪጅ ፍሪጅ ዝሑል ትዕቅብ ብዙሕ ብዛሕሊ ዝበላሾ መግቢ እያ ትዕቅበልና። ግን ኩሉ መግቢ ኣብ ሓደ እንድሕር ደርዲርናዮ እቲ መግቢ ተባላሹ ንሓድሕዱ ስግረ ብከላ እዩ ዝገብር። እዚ እውን ከምዚ ኣብ ስእሊ ዝረኣናዮ ኣብ እዋን ተፍትሽ የጋጥመና እዩ ማለት እዩ። ኣብ መወዳእታ እቲ ተገልጋሊ ምስ ተጠቐመ ድማ መብዛሕትኦም እዞም ትካላትና መጉሓፊ ዝጥቀምሉ እንተድኣ ሪኢና ወይ ቀዳድ ኣገልግሎቱ ዘብቅዐ ኣቕሓ እዩ። ቀዳድ ሻንኬሎ ክኸውን ይኽእል፣ ቀዳድ ገረውኛ ክኸውን ይኽእል፣ ደኣረገ ዝኾነ ነገር መወዳእታ ንመጉሓፊ ኢኻ ትጥቀመሉ። ጎሓፍ ግን ኣብ መኽደኒኡ ግጡም ዝኾነ ብቐሊሉ ድሙ ይኹን ኣንጭዋ ይኹን ሃመማ ይኹን ክኣትዎ ዘይክእል እዩ ክቕመጥ ዘለዎ። ስለዚ እዚ ከኣ ተመሊሱ ድሕነት ናይቲ ክሽነን ናይቲ መግብን ንምርግጋጽ ይሕግዘና ማለት እዩ። ምክንያቱ እዞም ንብሎም ዘለና ሓሸራታት መግቢ ደልዮም እዮም ተሳሒቦም ዝመጹ። ድሕሪ ነቲ ጎሓፍ ከም ዘይረኽብዎ ጌርና ንኽዝኖ ዄንና ግን፣ ዝመጹሉ ምኽንያት የለን ማለት እዩ። እቲ ካልእ መግብና ድማ ውሑስ ይኸውን። ሰንሒት ማእከለ ኣየር ምጭት ክትነብራ ጀርዲን ኢላ በርዒድ መከላሱ ኦርቶላ ውቅብ ትከረና ባርካ ትሰግረላ መጻብብ ጎንፎሎ ጸላኢና ዝተዋሕጠላ።
ሕጂ ሓፈሻዊት ዝነበረ ኮርስ ልክዕ ምስቲ ብ ኣብ ቀጻሊ ሂወትካ ትገብሮ ነገራት ኣክቲቪቲ ስራሓት ማለት እዩ ዋላ ኣነ ከም ጓልሰ ኣብ ክሽነ ኩሉ ነገር ዘጋጥመካ ነገራት ምስኡ ልክዕ ዝተኣሳሰር እዩ ኔሩ ሕጂ ቀንዲ ክን እቲ ሰብሲ ክነቕሓሉ ዘለዎ ነገራት ካብ ኩሉ ኣብ መግቢ ምሽ እቲ መሰረታዊ ነገር መግቢሲ ጥዕናስ ብኡ ክመፀካን ክኸደካን ዝኽእል ነገራት እዩ ሕጂ ሞር ኣብቲ ዘሎ እዚ ኮርሳት ማለት እዩ ሞር ስነተን ትካላት ጥራይ ዘይኮነ ዋላ ካብ ህዝቢ ከማኔ ጎስጓሳት ተገይሩ ብሚኒስትር ጥዕና ይኹን መሻርክቲ ትካላት ጌርካ ኣብ ታሕቲ ማለት እዩ ክሳብ ምምሕዳራት ወሪድካሲ ትምህርትታት ጎስጓሳት ክወሃብ ከም ዘለዎስ ክሕብር እፈቱ ማለት እዩ።
ኣሰ ኣተሓሕዛና ኢና ከነጸብቕ ዘለና ምኽንያቱ ካብ ዓቕሚ ንላዕሊ ከኣ ከምዚ ብላዕ ኣቢልናዮ ዝቐትለና ከኣ ኣይኮነን ምኽንያቱ ኣብ ብዙሕ ትዕዘቦ ነገራ እንታይ ኣሎ ካብ መሓዙስ ዘይመሓዙ ከማን ይሕሸና ዝብል ዘረባታት ኣሎ። ንምንታይ እዚ ከኣ ኣቀዲሙ ፈሪሕዎ ስለ ዘሎ ቀልጢፉ ተነቃፊ ስለ ዝኮነ ጽባሕ ንግሆ ምስ በላዕኩ ክሃስየኒ እዩ ዝብል ኣተሓሳስባ እዚ ቶታሊ ክልወጥ ኣለዎ ማለት እዩ ኣተሓሕዛና እንድሕር ኣጸቢቂናዮ ኣተዓቃቅባና ጽሬትና ጥዕናና ኩሉ ነገር እንተ ኣብ ግምት ኣእቲና ብግቡእ እንተ ተከቲልና ዓሳ እንትርፎ ካብቲ ካልእ ንላዕሊ ከማንሲ ክጠቅመና እዩ እምበር ኣይክሃስየናን እዩ ማለት እዩ። ኣብቲ ቀረብ ዝምልከት ዓሳ ከም ትሪኦ ኣብ ብቀጻሊ ይመጽእ እዩ። ምናልባት ሓደ ሓደ ርኢቶታት ናይ ዋጋ ክብሪ ዝብል ሓሳባት ይመጽእ እዩ። ግን ካብቲ ዝነበረ ኣዝዩ ዝተመሓየሸ ቀረብ ናይ ዓሳ እዩ ዘሎ ኣብዚ ግዜ እዚ ማለት እዩ። ስለዚ ተጠቃሚ ክግልገለሉን ክጥቀመሉን ነብሱ ክሃንጽን ጥራሕ እየ ክዛረብ ዝኽእል ማለት እዩ። እወ ሕጂ እቲ መበገሲ ንባዕሉ ካብቲ ድሕረ ባይታ ናይቲ ምቁጽጻር ትካላት ወሃብቲ ኣገልግሎት ብፍላይ ምስ መግቢ ዝተሓሓዝ ስራሓት ኢዩ ማለት ኢዩ። ሓደ ተቖጻጸርትና ኣብ ዝኸድሉ እዋን ኣብቲ ባይታ ዝርእይዎ ነገራት እንድሕር ኢልና ጽሬት ናይ ከባብያዊ ጽሬት ናይቲ ትካል ተደኲንሉ ዘሎ ውሽጣዊ ጽሬት፣ ጽሬት ናይ ሰራሕተኛታት፣ ፅሬት ናይ መሳርሒ ኣብኡታት ኣተኲሩ እዩ እቲ ቁፅፅር ክግበር ፀኒሑ። ኣብቲ ናይ መግቢ ዋላ እኳ ኣተዓቓቕባ ፍርጅ፣ ኣተዓቓቕባ መኽዘን ይረኣ እንተኾነ እቲ ፍልጠት ግን ድሩት እዩ። ስለዚ እዚ ብክኢላታት እዩ ክግበር ዘለዎ። ኣብ መወዳእታ እውን ክሳብ ቅምሶ ወሲድካ ምርመራ ገይርካ ክሳዕ ክንደይ እዩ ብቑዕ እቲ ዝወሃብ ዘሎ ኣገልግሎት፣ ምምዛን የድሊ እዩ ካብ ዝብል መደምደምታ እዩ ነዚ ሓሳብ እዚ ክመፅእ ተኻኢሉ ማለት እዩ። ሕጂ እቲ ዝሽፍነልና ሃጓፍ ርዱእ እዩ ምክንያቱ ነቲ ዘለና ናይ ፍልጠት ሕጽረት በቶም ኣብ መሻርክትና ዘለዉ ክኢላታት ብኦም ክምልኦ ተባሂሉ ዝተታሕዘ መደብ እዩ እዚ ግን ከምቲ ደጋጊመ ዝጠቕሶ ዘለኹ እንኮላይ ንቕሓት ናይቶም ወነንቲ ትካላት ብዘዕቢ መንገዲ ምክንያቱ እሳቶም ንባዕሎም ኣብዚ ግዜ እዚ ሓደሽቲ ትካላት ክምስረት ከሎ ልዕሊ እቶም ተቖጻጸርቲ ብቕዓት ሃልይዎም እዮም ዝመጹኻ። ስለዚ ተቖጻጻሪ ኮንካ ክትከይድ ከለኻ ተኺኢልካ ልዕሊ እቲ ኣውፋሪ ወይ ከኣ ልዕሊ እቲ ኣገልግሎት ዝህብ ዘሎ ፍልጠት ሃልይካ ክተማእዝን ክትክእል ኣለካ እምበር ትሕቲ ትሕቲኡ ብቕዓት ሃልይካ ክትቆጻጸር ኣዝዩ ውጽኢታዊ ኣይከውንን ማለት እዩ። ስለዚ ነዚ ኣብ ግምት ኣእቲና እቲ ብውህደት ናይ ምስራሕ። ኣድላይነት ከም ርዱእ ወሲድና ኢና ነዚ መደብ እዚ ሓሲብና ማለት እዩ። እወ፣ መጀመርያ እቲ ኣብቲ ወሃብቲ ኣገልግሎት ብዝያዳ ብዝያዳ ሕጂ እቲ ንቕሓት ዝበሃል እዩ። ምኽንያቱ ጸጊሞም ዘይኮነስ እቲ ናይ ምንቃሕ ንቕሓት ክህልዎም ከም ዘለዎ ምብራኽ እዩ ብዝያዳ። ምኽንያቱ ወይ ክሳይ ገይሮሞ ዘይኮኑሲ ንቕሓት ጉድለት ቁሩብ ክህሉ ይኽእል እዩ ኣብቲ ትካላት ማለት እዩ ወይ ዘይምፍላጥ። ካብ ጉድለት ዘይምፍላጥ ክኸውን ይኽእል እዩ። ነዚ ከኣ ክእረም ብግቡእ ይኽእል እዩ። ምኽንያቱ እንድሕር እቲ ንቕሓቱ በሪኹ እቲ ኣመስራሒ ወይ ከኣ እቲ ወሃቢ ኣገልግሎት እዚ ዘይክሳይ ዘይጎብረሉ መንገዲ የለን ማለት እዩ። ክእርሞ ይኽእል እዩ። እንታይ እዩ እዚ ነቲ እዚ ማለት ምስ ሰብ ብበትሪ ሒዝካ እንዳጎየኻ ኣይኮንካን ኩል ግዜ ትሰርሕ ንቕሓት ኢኻ ክተዕቢ ዘለካ ንቕሓት ንምዕባይ ከኣ እዚ ካብቲ ሚኒስትሪ ሕርሻ ተበግሶ ወሲዱ ዝስርሓሉ ዝነበረ ኣብ ዞባታት ደለና ተቆፃፀርቲ ስጋብ ደረጃ ዓዲ እንዳወረድና ኣብ ቀመማዊ ብከላ መግቢ ዝምልከት ብፍላይ ካብ ሕርሻዊ ቀመማትን መድሃኒት እንስሳን ዘተኮረ ጎስጓሳት ንገብር ኢና ከም ኣካል ናቱ ከዓ እዚ ሚኒስትሪ ቱሪዝም ዞባ ማእከል ወዲቡ ከዓኒ ነቶም ክኢላታት እዛ ስልጠና እዚኣ ወዲብና ኣለና ማለት እዩ እዚ እዚኦም ክኢላታት እዛ ተፈሊጦም ምስ ሚኒስትሪ ሕርሻ ዝገብሩ ዘሎ ጎስጓሳት ተሓዊሱ ነቲ ሕብረተሰብ ተደኣ ነቂሑ እዚ ኩሉ ስክፍታታት ደለና ኣብ መድሃ ኣብ ሰንኪ ሕርሻዊ ቀመማትን መድሃኒት እንስሳን ክመጽእ ዝኽእል ጥዕናዊ ሃስያ ብምሉኡ ክጎድለልና እዩ ማለት እዩ። ስጋብ ሕጂ ዳርጋ ሸውዓተ ዓመት ዝሓለፈ ግዜ ብሚኒስትሪ ሕርሻ ብዙሕ ጎስጓሳት እዩ ተገይሩ። ስጋብ ደረጃ ዓዲ እንዳወረድካ ንሓረስቶት ንክኢላታት ንገለ ብዛዕባ ሕርሻዊ ቀመማት ዘለዎ ሳዕቤናት ኣስተምህሮ ይወሃብ ነይሩ እዩ እዚኣ ግን ብፍልይ ዝበለ ነቶም ተቆፃፀርቲ ኣብ ቱሪዝም ዘለዉ ወይ ከዓ ነቶም ናይ ቱሪዝም ተቆፃፀርቲ ካብ ሚኒስትሪ ቱሪዝም ዞባ ማእከል ምስ ሕርሻዊ ኣገልግሎት ቁፅሪ ዞባ ማእከል ብምውሃድ ነዚ ወዲቡ ኣሎ ማለት እዩ ስለዚ ካብ ሓረሶት ወጺና ናብ ሕብረተሰብ ገጽና ናይ ምንቃሕ ንኸይድ ኣለና ማለት እዩ። ሕብረተሰብ ተነቂሑ ከኣኒ ሓደ ሰብ ተጋጊ ተበከለ ምግቢ ተበከለ ብቀመማት ተበከለ ኮሚደረ ድሕሪ ኣምጺኡ ምግዛእ ክገድፎ እዩ። ምግዛእ ተገዲፉ ከዓ እቲ ሓረስታይ እንታይ ክጅምር እዩ ክኸስር ስለ ዝኾነ ክጥንቀቕ እዩ ማለት እዩ። ስለዚ ማዕረ ማዕረ እቲ ንሓረስታይ ዝግበር ጎስጓሳትን እዚ ብቶም ወሃብቲ ኣገልግሎት ዝግበር ጎስጓሳትን ናብ ሕብረተሰብ እንተ ከይዱ ኣብ መወዳእታ ከኣኒ ካብ ብከላ ሕርሻዊ ቀመማት ነፃ ዝኾነት ኤርትራ ክንፈጥር ኢና ማለት እዩ።
ዙረሞ ሃገርካ ጠምት ተዓዘባ ሃብታም ብተፈጥሮ ዓዲ ወሓ የዝርባ በዓልቲ ዓበይቲ ኸነ ዓበይቲ ተባዕ

ትንዳቕ ኣላ እዛ ምዕባለ እዚኣ ማለት እዩ። ኣንታይ ኢና ኢልና መጀመርያ ሰብ ትካላትና ኢንስፔክሽን ንገብር፣ ንቐጽዕ ንቐጽዕ ንሕና ንቐጽዕ ምንሽቢ ይቐጽዑ፣ ዳጥዕና ቀጽዑ፣ ገለ ቀጽዑ፣ ኩላትና ንቐጽዕ ማለት እዩ። እዛ መቕጻዕቲ ገለ ጥቡቕ ዝሰርሑ ከ የለውን ድዮም? ኩሎም ንቕጽዑ ጥራሕ ድዮም? ንምንታይ ናብ መቕጻዕቲ ጥራሕ መደምደምታ ክንወስድ ንኽእል፣ ገለስ ክንገብር ዘይንኽእል ተባሂሉ ዝተፈላለየ እዋን ሰሚናራት ንሕና ፖሊስ፣ ሕግን ስርዓትን ዝመርሖ ብዙሕ ግዜ ሰሚናራት ንገብር ኢና። ሞያውያን ዘለዎ እዞም ሕጂ ብዚኣ ዝጸንሕካዎም ብዙሕ ግዜ ሰሚናር ይግበር እዩ። ምናልባሽ ግን ንሕና ከም ዞባ ማእከል ከም ተራ ስራሕ ስለ ዝወሰድናዮ ንሜድያ ኣየቕረብናዮን። ብዜና ገለ ይመጽእ ንኸውን ከም ተራ ስራሕ ኢና ንወስዶ እምበር ብዙሕ ግዜ ጎስጓስ ይግበር እዩ። ኣኻሊ ተኾይኑ ኣይኮነን ኢና ንብል ማለት እዩ። ሕጂ እንዳ እንድሕሪ ኩሉሻዕ ንቐጽዕ ኣለና ኮይና ነቶም ዝተጋገዩ ነቶም ጽቡቕ ዝገበሩ ከ ደይነመስግኖም ገይ ኣንቂላታት ሕሳብ ማለት እዩ ንጽቡቕ ድገበሩ ከኣ ነመስግኖም ኣለና እንድሕር ጽቡቕ ድሰርሑ ሰባት ኣለዉ መጀመርያ ብዓቕምና ተበጊስና ካልኣይ ግዜ ውን ብዓቕምና ተበጊሱ ሕጂ ንምንታይ ብዓቕምናትና ጥራሕ ንሕናስ ክኢላታት ዲና ሞያውያን ዲና ናይቲ ክንቆጻጸሮ ንደሊ ደለና ጥዑይ መግብን ጥዑይ ሽደን ጥዕሾ ዓቐብ ኣይኮናን ንወሰኽ ጥዕና ናይ ሃብቲ ባሕሪ ናይ ሕርሻ ሞያውያን እውን ትወስኹ ብፍላይ ብፍላይ ኣብዛ ዝሓለፈት ዓመት ከኣኒ እምበኣር ንሃቦ ሰርቲፊኬት ተባሂሉ ዝውሱን ዓመታት ንውሱናት ሰባት ሂብና ኣብ ዝሓለፈ ዓመት ብፍላይ ከዓኒ ዝያዳ እንዳማዕበልናያ ስለ ዝመፃና ብኩላትና ነዞም ኣብዚ ዝፀንሑ ኢንስፔክሽን ገበር ተባሂሉ ኩለን ትካላት ንሕና ድሓፀናየን ካልኣይ ግዜ ብኮሚቴ ደረጃ ብጉጅለ ደረጃ ስለእተዞራ ብብዙሓት። እች እምበኣር እዚኣ ኣብ ገለ እዋን ከኣ ብተናጸል ስለእንኸይድ ብሓባር ዘይንኸይድ ስለምንታይ ብሓባር ክንከይድ ተኾይንና እዛ ኦረንቴሽን እዚኣ ክትመጽእ ኣለዋ። እዚኣ ነዚኣ ዘንቀለታ ከማን እታ ናይ ዓሚ ናይ ሓባር ዝሰራሕናያ ስራሕ ነማዕብላ ኩላትና ኦረንቴሽን ንውሰድ ኩላትና ኣብ ዝለዓለ ደረጃ ንብጻሕ ናይ ሓባር ዝኾነ ቸክሊስት ንሓንቲ ዕላማ እታ ዕላማ እንታይ እያ ጽሩይን ጽፉፍን

ደሃይ ኤሪናይን ሜድያ።